ሰላም ሰላም ተኸታተልቲ ናይዚ መደብ እዚ ሰላም ቀኒኹም ክትኮኑ ተስፋ ይገብር ሕጂ ድማ ሻድሻይ መፅናዕቲ ናይቲ ኣብ እቶን ሓዊ ምስ የሱስ ዝብል ኢና ክንርኢ ሻድሻይ መፅናዕቲ ድማ ብፍፁም ተወፋይነት ምግዳል ዝብል እዩ ስለዚ ከምቲ ልማድና ብፀሎት ክንጅምር ኢና እሞ ብሓደ ንፀሊ እምበኣር ቅዱስ ቅዱስ ቅዱስ እግዚኣብሔር ኣምላኽ ሰማይን ምድርን ዝፈጠርካ ተመስገን ህያው ኣምላኽ እዛ መዓልቲ ስለ ዝሃብካና ተመስገን ምሳና ስለ ዘሎኻ በዛ ሰዓት እዚኣ ነዚ ቃል እዚ ክንሰምዕ ጎይታ ዕድል ስለ ዝሃብካና ተመስገን ምስትውዓል ሃበና ንቓልካ ብልብና ክንዓቕሮ ጎይታ ከም ፍቓድካ ክንነብር ደግፈና ብስም የሱስ ኣሜን ስለዚ ብናይ ሎሚ ኣርእስትና ሻድሻይ መጽናዕቲ ድማ ብፍጹም ተወፋይነት ምግዳል ይብል። ኣብዚ ህይወት እዚ ንነፍሲ ወከፍ ሰብ ጸገማት ይገጥሞ እዩ። መበገሲኦም ወይ ዕላምኦም ብዘየገድስ ንናይ መከራታት እቶን ሓዊ ብኸመይ ኢና ክንዋጽኦም እንኽእል ዝሕቶ እዩ። ኣብ እቶን ሓዊ ክንህሉ ከሎና ኣምላኽ እንታይ ይገብር? ብዘይካ ናትና ተግባር ካብቲ ጸገማት ከገላግለናዶ ክንጽበዮ ይግብኣና? ብናይ ገዛእ ርእስና ኣገባባትን ብዘይካ ናይ ኣምላኽ ኢድ ምእታውንዶ ካብዞም እቶናት ሓዊ ክንወጽእ ይግብኣና? እዝን ከምዝን ዝኣመሰሉ ሕቶታት ክንርኢ ኢና። እዚ እንርእዮ ነጥብታት ድማ ግደ ናይ ሓቂ እንታይ'ዩ? ኣብኡ ተመርኲሱ ድማ ዕዮ መንፈስ ቅዱስ እንታይ ከም ዝዀነ ክንርኢ ኢና፣ ግደ ናይ ምምራጽ ናጽነት ድማ ክንርኢ ኢና፣ ብሓይሊ ክርስቶስ ምግዳል ወይ ብስምዒትን ፍቓድን ንርኢ ኢና። ካልእ ግደ ናይ ተወፋይነት፣ ኣብ ትሕቲኡ ድማ ሱር በተኽ ውሳኔታት ምግባር ዝብል ክንርኢ ኢና፣ ካልእ ድማ ዘይተሓላልነት ዝብል ክንርኢ ኢና። ዕዮ መንፈስ ቅዱስ እቲ መንፈስ ሓቂ ምስ መጸ ግና ንሱ ናብ ኩሉ ሓቂ እውን ክመርሓኩም እዩ ይብል ኣብ ወንጌል ዮሃንስ ምዕራፍ 16 ፍቕዲ 13 ኣምላኽ ዶ ንሓደ ሰብ ክቕይሮ ይኽእል እዩ ወ ይገብሮ ዶ ይኸ መብዛሕትኡ ግዜ ኣይገብርን እዩ ስለምንታይ ክንረኢና ንባህሪና ምቕያር ስራሕ መንፈስ ቅዱስ እዩ ኣብ ካልኣይ ቆረንጦስ ምዕራፍ ሰለስተ ፍቕዲ ዓሰርተ ሸሞንተ ንረኽቦ ከመይ ኣቢሉ ከም ዝገብሮ እስኪ ንርኣ ከመይ ኣቢሉ መንፈስ ቅዱስ ከም ዝቕይረና ይቕሬታ ኣብዚኣ ንርኣ ትብል እታ ን ትብል ኣቐዲማ ክትከውን ነይርዋ ስለዚ ኣብዚኣ ጌጋ ኣላ። ሓጥያት ከም ዝገበርና ይረትዓና ንክንሳሕ ግን ኣየገድደናን እዩ እዚ ሕጂ እንታይ እዩ ናይ መንፈስ ቅዱስ ስራሕ እዩ ሓደ ካብቲ ናይ መንፈስ ቅዱስ ስራሕ እንታይ እዩ ሓደ ሰብ ሓጥያት ከም ዝገበረ ወይ ድማ ሓደ ሰብ ሕጊ እግዚኣብሔር ከም ዘፍረሰ ሓደ ሰብ ካብ ኣምላኽ ርሒቁ ከም ዘሎ ኣምላኽ ዘይፈትዎ ነገር ይገብር ከም ዘሎ መን እዩ ዝነብሮ ዝረትዖ መንፈስ ቅዱስ እዩ ሓደ ካብቲ ስራሕ መንፈስ ቅዱስ ሓጢኣት ማለት ድማ እንታይ እዩ ምፍራስ ሕጊ ማለት እዩ ሕጊ ኣምላኽ ምፍራስ ማለት ስለ ዝኾነ ግን እንታይ እዩ ኣየገድድን እዩ መንፈስ ቅዱስ ካልእ ስራሕ መንፈስ ቅዱስ ድማ ብዛዕባ ባህርያት ኣምላኽ ይረትዓና ኣምላኽ ከመይ እንታይ ከም ዝኾነ ከመይ ዝበለ ከም ዝኾነ ድማ ይረትዓና ይኹን እምበር ንክንኣምን ግን ኣይገድደናን ኣብዚኣ ነስተውዕል ኣብቲ ናይ መጀመርያ ንክንሳሕ ኣይገድደናን ካልኣይ ድማ ኣብቲ ካልኣይ ከኣ ንኽንኣምን ኣየገድደናን። እቲ ካልእ ስራሕ መንፈስ ቅዱስ ድማ ብዛዕባ ሓቀኛ ትምህርቲ የረትዓና። ሓቂ ዝምህር መንፈስ ቅዱስ እዩ። ንኽንቅበሎ ግን ኣየገድደናን። ኣገደስቲ ነጥብታት እየን። የረትዓና የረትዓና የረትዓና ኣብዘን ሰለስተ ነጥብታት እዚኣተን እንተኾነ ግን ኣየገድደናን ኣየገድደናን ኣየገድደናን ዝብላ ዘሎ መንፈስ ቅዱስ ኣየገድድን እዩ። ሰይጣንን መላእኽቱን ኣብ ሕያውነትን ፍቕርን ኣምላኽ ንኽኣምኑ ኣይተገደዱን። ኣብ ሰማይ ውግእ ነይሩ፣ ኣንጻር መደብ ኣምላኽ ተላዒሎም፣ ግን ኣይተገደዱን፣ ናቶም ምርጫ ዀይኑ ማለት እዩ። ኣዳምን ሄዋንን ሓጢኣት ንኸይገብሩ ኣይተገደዱን። መሪጾም ጌሮም። ሓይሉ ምእንቲ ክቕይረና ክንሳሕን ንኣምላኽ ክንእዘዞን ክንመርጽ የድልየና እምበኣር እንታይ እዩ ምርጫ ማለት ንሕና ክንመርጽ ኣለና ዋላ መንፈስ ቅዱስ ነዚ ኩሉ ይገብሮ እንተኾነ ግን ናትና ግደ ድማ ኣሎ እቲ ምንሳሕ እቲ ምእማን እቲ ምስ ተገልጸልካ ምስ ተረት ልብኻ ምስ ተረትዐ ክግበር ዘለዎ ነገር ድማ ኣሎ ማለት ናይ ሰብ ግደ እዩ እሱ ኣብዚ ሕጂ ኣብ The Acts of the Apostles ዝብል ብኤለን ዋይት እተጻሕፈ መጽሓፍ እዩ፣ ኣብ ምዕራፍ ሓሙሽተ ገጽ ሓምሳን ክልተን፣ መንፈስ ቅዱስ ንርትዒ ናይ ሓጢኣት ኣምጺኡ፣ መለክዒታት ጽድቂ ናብ ቅድሚ ኣእምሮ ብምቕራብ፣ ንፍትወት ካብ ናይዛ ዓለም እዚኣ ነገራት ኣልጊሱ፣ ንሓንቲ ነፍሲ ብድልየት ቅድስና ይመልኣ። መድሓኒ፣ ንሱ ናብ ኩሉ ሓቂ ክመርሓኩም እዩ ክብል ኣወጀ፣ ብዛዕባ መንፈስ ቅዱስ ክዛረብ ከሎ ክርስቶስ ማለት እዩ። ሰባት ንኽቕረፁ እንታይ ማለት እዩ? መልክዕ ኣምላኽ ክህልዎም፣ ቅርፂ ኣምላኽ ክህልዎም ማለት እዩ። ሰባት ንኽቕረፁ ፍቓደኛታት እንተድኣ ኮይኖም፣ ነፍሲ ብኹለንተናኣ ክትቅደስ እያ፣ መንፈስ ድማ ናይ ኣምላኽ ዘበለ ወሲዱ ኣብታ ነፍሲ እቲኣ ክሓትሞ እዩ ይብል ማለት እዩ። ብሓይሊ ክርስቶስ ምግዳል ዝብል እዩ። ነዚ ድማ ኣነ ብመጠን እቲ ኣባይ ብሓይሊ ዝገብር ዘሎ ግብሩ እናተጋደልኩ እጽዕር ኣሎኹ። እዚ ሕጂ ሃዋርያ ጳውሎስ ዝበሎ እዩ። ብመጠን እቲ ኣባይ ብሓይሊ ዝገብር ዘሎ ግብሩ። ሕጂ እጽዕር ኣሎኹ ይብል፣ ይጋደል ኣሎኹ ይብል፣ ግን እዚ በየን እዩ ዝኸውን ዘሎ? በቲ ኣብኡ ዝዓዪ ዘሎ ሓይሊ ኣምላኽ እዩ። እዚ ኣብ ቆሎሴ ምዕራፍ ሓደ ፍቕዲ ዕስራን ትሽዓተን ንረኽቦ። ሃዋርያ ጳውሎስ ክፍጽሞ ዝነበሮ ዕዮ ነበሮ። ንኹሉ ሰብ ብክርስቶስ ምሉእ ጌርካ ምቛም እዩ ነይሩ ኣብ ቆሎሴ ሓደ ዕስራን ሸሞንተን ክነቕርቦ። እቲ ሰብሲ ብክርስቶስ ክህነጽ፣ ንናይ ክርስቶስ መልክዕ ክምለሰሉ፣ ንክርስቶስ ክመስል እዚ እቲ እቲ ዕዮ። ብዙሕ ክጽዕር ነይርዎ ሃዋርያ ጳውሎስ ኣብ ቀዳማይ ቆሮንጦስ ምዕራፍ ትሽዓተ ካብ ዓሰርተ ትሽዓተ ክሳብ ዕስራን ሰለስተን ከም ንረኽቦ። ነዚ ዕዮ እዚ ድሉው ንክኸውን መዓልታዊ ይጋደል ነይሩ። እዚ ድማ ኣብ ቀዳማይ ቆሮንጦስ ምዕራፍ ትሽዓተ ካብ ዕስራን ሽዱሽተን ክሳብ ዕስራን ሸውዓተን ንረኽቦ ማለት እዩ። ይኹን እምበር ኣብ ናይ ገዛእ ርእሱ ዓቕሚ ጥራይ እንተተወኪሉ ኩሉ ጻዕሩ ጥቕሚ ዘይብሉ ከም ዝኸውን ይፈልጥ ነይሩ። ብኹሉ እቲ ክርስቶስ ኣብ ውሽጡ ዝገብሮ ግብሪ እንተሰሪሑ ጥራይ እዩ ውጽኢታውን መስለጥን ክኸውን ዝኽእል። ኣብዚ ሕጂ እንታይ እዩ ክልተ እዮም ዝሰርሑ ዘለዉ፣ እቲ ሰብ ይሰርሕ ኣሎ፣ ኣምላኽ ይሰርሕ ኣሎ። ብኸመይ መልክዕ? እቲ ኩሉ ሓይሊ ብኣምላኽ እቲ ሰብ ድማ ይጽዕር ማለት እዩ። እዚ ኣብ ኩሉ እቲ እንገብሮ ዘበለ ተመሳሳሊ መገዲ ይዓዪ። እዚ ኣብ ኩሉ እቲ እንገብሮ ዘበለ ተመሳሳሊ መገዲ ይዓዪ ማለት ልክዕ እቲ ሃዋርያ ጳውሎስ ዝገብሮ ኣብ ህይወት ሃዋርያ ጳውሎስ ዝኾነ ኣብ ኩሉ ሰብ ይኸውን ማለት እዩ። ዋላ ንኡተን ሓዊ ምስዓር እውን እንተኾነ ኣብ መንጎ ኣምላኽን ንሕናን ምትሕብባር ይሓትት። ኣምላኽ ንኹሉ ክገብሮ ወይ ድማ ብናይ ገዛእ ርእስና መገድታት ጥራይ ክንዕወት ከም እንኽእል ኮይንና ክንጽበን ክንሓስብን ኣይግባእናን። እዚ እቲ መሰረታዊ ነጥቢ ማለት እዩ። እግዚኣብሔር ኩሉ ሰዓይ ይዓዪ፣ ንሕና ድማ ናትና ኣበርክቶ ወይ ናትና ግደ ኣሎ ማለት እዩ። ምእማን እዛ ቀዲምና ዝበልና እዩ ክንኣምን ክንቅበሎ ወይ ድማ ክንሳሕ እዚ ነገራት እዚ ግን ናብኡ ቅድሚ ምብፃሕና መንፈስ ቅዱስ ዝገብሮ ነገራት ኣሎ እንታ ቀዲምና ዝበልናዮ ካብ ሓጢኣትና ክንናሳሕ እተኮይንና መንፈስ ቅዱስ ብዛዕባ ሓጢኣትና ይረትዓና ብዛዕባ ባህርያት ኣምላኽ ይገልፀልና ብዛዕባ ሓቂ ይገልፀልና ሽዑ ንሕና ድማ ክንውስነሉ እንኽእል ጥጡሕ ባይታ ተፈጢረልና ኣሎ ኣብ ከምኡ ዝኣመሰለ ኩነታት እንተደኣ እቲ ክንገብሮ ዝግብኣና እንተዘይተነሲሕና፣ እንተዘይኣሚንና ወይ ድማ ነቲ ክንቅበሎ ዘለና እንተዘይተቐቢልናዮ ብሓላፍነት ንሕተት ማለት እዩ። ስምዒትን ፍቓድን፣ ልቢ ካብ ኩሉ ጎራሕን ኣዝዩ ሕሱምን እዩ፣ መንከ የስተውዕሎ ይብል ኣብ ኤርምያስ ዓሰርተ ሸውዓተ ፍቕዲ ትሽዓተ። ሕጂ ረክላማት ስምዒታትና ከም ዝሰሓብ ይገብር እዩ። ማለት እንታይ ምብዛሕት ናይ ረክላማት ሕጂ ከም ኣብነት ክንውስድ ተኾይና እዚ ክህልወካ ከም ዘለዎ ኮይኑ ዶ ኣይስማዓካን እዩ ወዘተ ማለት እዩ። እቲ ስምዒትካ ንዕኡ እዩ ኣድረስ ዝገብር ነቲ ኣእምሮኻ ኣይኮነን መብዛሕትኡ ግዜ። መብዝሕትኡ ግዜ እዚ ርትዓዊ ወይ ቅኑዕ ምዃኑ ከይመርመርና ኣብ ስምዒታትና ተመርኲስና ውሳኔታታት ክንገብር ይደፋፍኣና እዩ ማለት እዩ። ካብ ዛንታታት መጽሓፍ ቅዱስ ከምዚ ዝኣመሰለ ውሳኔታት ዝገበሩ ንዘከር። ሄዋን ንኣብነት ኣብ ዘፍጥረት ሰለስተ ሽዱሽተ ብዛዕባ እታ ፍረ ክትዛረብ ከላ ናይ ስምዒት ጉዳይ እዩ ነይሩ። ዳዊት ክዝም ኣብ ዝሙት ክኣቱ ከሎ ናይ ስምዒት ጉዳይ እዩ ነይሩ። ጴጥሮስ ኣብ ገላትያ ክልተ ካብ ሓደ ክሳብ ዓሰርተ ሓደ ክሳብ ዓሰርተ ክልተ ክንረኽቦ ከሎና ናይ ስምዒት ጉዳይ እዩ ነይሩ እምበር ናይ ብሓቂ ተሓሲብሉ በእምሮ ኣውሪዱ ተወሪዱ ደይቡ ኣይኮነን። ሳዕቤናት ናይዞም ውሳኔታት እዚኣቶም እንታይ ነይሩ እንተኢልና ኩሉ ሳዕ እንታይ እዩ ሓጥያት ማለት እዩ ሕማቕ ነገር ንኣምላኽ ደስ ዘየብል እዩ መወዳእትኡ። ቅኑዕ ውሳኔ ንምግባር ስምዒታትና እኹል ኣይኮነን። ጴጥሮስ ሕቛቝ ልብኹም ተዓጢቕኩም እና ተጠንቅቕኩም እንዳበለ ይምዕድ ማለት ክትሓስብ ኣለካ ኣጸቢቕካ እምበር ኣብ ስምዒትካ ጥራሕ ተደሪኽካ ውሳኔ ክትውስን ከለኻ እቲ ውሳኔ እንታይ ኣይከውንን እዩ ቅቡል ኣይከውንን እዩ ውሳኔታትና ብኣእምሮና ደኣ እምበር ብስምዒታትና ክመሓደር የብሉን ሱር በተኽ ውሳኔታት ምግባር ዝብል እዩ። ሕጂ እዚ እንታይ እዩ? የማነይቲ ዓይንኻ እንተ ኣስሓተትካ፣ ካባኻ ጎጥጒጥካ ደርብያ፣ ብዘሎ ስጋኻ ኣብ ገሃነም ካብ ዝኣቱስ ሓንቲ ኣካልካ እንተ ጠፍእት ይሕሸካ። ሕጂ እንታይ ማለት እዩ? ሱር በተኽ ውሳኔታት ምውሳን፣ ምግባር፣ ኣብ ህይወት ክርስትና ንክርስቶስ ምስ ፈለጥና እዩ። እንታይ ማለት እዩ? ሱር-በተኽ ስጉምትታት ወይ ተግባራት ክህሉ ዝህሉ፣ ኣምላኽ ንክርስትያናዊ ናብራ ኣጸጋሚ ስለ ዝገበሮ ዘይኮነስ፣ ንሕናን ባህልና ባህልታትናን ልምድታትናን ካብቲ ኣምላኽ ካባና ዘለዎ መደባት ኣባና ዘለዎ መደባት ቀስ ብቐስ እንዳረሓቕና ስለ ዝኸድና እዩ እምበር ኣምላኽ ነቲ ናይ ክርስትና ህይወት ከቢድ ወይ ጽንኩር ስለ ዝገበሮ ኣይኮነን። ኣብ ጎድኒ ኣምላኽን ሓቂውን ብጽንዓት ደው ክንብል ተጸዊዕና ኣሎና። ኣብ ኢሳያስ ምዕራ ኣብ ኢሳይ ኢያሱ ምዕራፍ ሓደ ፍቕዲ ሸውዓተ ንረክብ። ካብ ሓጢኣት ንኽንርሕቕ ምእንቲ ምስ ኣዒንትና፣ ድልየታትና፣ ሓሳባትና ኪዳን ክንኣቱ ተጸዊዕና ኣሎና። ከም ኣብነት ኣብ ኢዮብ ሰላሳን ሓደን ፍቕዲ ሓደ ንረክብ ከነንብቦ ኣሎና እዚ ምጽሓፍ ቅዱስ ሒዝና ማለት እዩ። ስለዚ ናይ ግድን ኣዒንትና ድሌታትና ሓሳባትና ኩሉ ኪዳን ክንኣቱ እንታይ ማለት እዩ ብዒንትና ወይ ድማ ብሓሳባትና ብድሌታትና ብወቢልና ሕጊ እግዚኣብሔር ንኸይፈርስ ንሕና ውሳኔ ክንውስን ኣለና ማለት እዩ ብኡ እቲ ኣብ ግብሪ እነውዕሎ ነገራት ኩሉ ኣቐዲምና ክንጥንቀቐሉ ክንሓስበሉ ኣለና ሕጂ ንገዛእ ርእስና ክንክሕድ ይግብኣና ኣብ ሉቃስ ትሽዓተ ዕስራን ሰለስተን ከም ኣብነት ክንወስድ ኢና። ንነፍሲ ወከፍ ቅኑዕ ውሳኔ ነቲ ዝመጽእ ካልእ ውሳኔ ቀሊል ኣብ ምግባር ሓደ ስጉምቲ ንቕድሚት እዩ። ሓጢኣት ብዝገበርካ መጠን መሊስካ ሓጢኣት ንኽትገብር ቀሊል ይኸውን። ሓጢኣት ብሓጢኣት ክትፍተን ከለኻ እቲ ቅኑዕ ነገር ተደኣ ጌርካ ጽድቂ ተደኣ ጌርካ ሓጢኣት ተደኣ ዘይጌርካ ካልኣይ ግዜ ናይ ምቅዋም ወይ ድማ ንሓጢኣት ናይ ምጽርራር ናይ ምጽራር ዓቕምኻ እንታይ ይኸውን ይብርትዕ ማለት እዩ። እዚ ንጹር እዩ። ኮብሊልና እንተኾይንና ሱር ነቀል ውሳኔ ብምግባር ናብኡ ምእንቲ ክንምለስ እዚ ናይ መከራ እቶን ሓዊ ጻውዒት ናይ ኣምላኽ ክኸውን ይኽእል እዩ። ብዙሕ ኣብነት ኣሎ ኣብ መጽሓፍ ቅዱስ ናይ ምናሴ ንጉስ ትበሃል ኣብ እስራኤል ሓምሳን ክልተን ዓመት ነጊሱ ነይሩ ኣብ የሩሳሌም ኣዝዩ ኣብ ቅድሚ እግዚኣብሄር ክፉእ ዝገበረ እዩ። ዳሕራይ ተማሪኹ ምስ ከደ ኣብ ቤት ማእሰርቲ ምስ ኣተወ ምስ ጨነቖ ምስ ጸበቦ ስም ኣምላ ናብ እግዚኣብሄር ጸዊዑ ማለት እዩ። እግዚኣብሄር ድማ ጸሎቱ ሰሚዑ ናብ ቦትኡ ናብ የሩሳሌም መሊስዎ ናብቲ ንግስነቱ መሊስዎ። ዘገርም ፍቕሪ ኣምላኻዊ ተራእዩ። ስለዚ እንታይ እዩ ናይዚ ተመክሮ ሕጂ እንታይ እዩ ኣብ ቤት ማእሰርቲ ክኣቱ ከሎ ብ ክማረኽ ከሎ ብብዙሕ ግፍዒ ክሓልፍ ከሎ እዚ ሕጂ እንታይ ክበሃል ይከኣል? እዚ ጻውዒት ናይ ኣምላኽ ካብ ኣምላኽ ስለ ዝረሓቐ እግዚኣብሔር ሓላዊኡ ክሕልዎ ኣይከኣለን። ስለዚ እቲ ዘጋጠሞ ዘበሎ ኩሉ ብምንታይ ከም ዘጋጠሞ ተረዲእዎ ማለት ስለዚ ኣምላኽ ይፈቅድ እዩ ኣብ ጽንኩር ኩነታት ክንኣቱ ብምንታይ ኣብኡ ንኣቱ ከም ዘለና ድማ የረዳኣና ማለት እዩ። ስለዚ እዚ ኣብ ከምዚ ዝኣመሰለ ኩነታት ሱር በተኽ ውሳኔታት ክንገብር ንግደድ ኢና ምክንያቱ ካልእ ኣማራጺ ስለ ዘየለ ናይ ግድን ዘይተሓላልነት እምበኣር ዝመጽእ ሕጂ ኣብዚ ስለዚ ልብኻ ኩሉ መዓልቲ ፍርሃት እግዚኣብሔር ይሃልዎ እምበር ይብል ሕጂ ልብኻ ኩሉ መዓልቲ እንታይ ፍርሃት እግዚኣብሔር ይሃልዎ ምስ ኣምላኽ ምትሕብባርን ብግቡእ ሓሲብካ ምውሳንን ሓሓሊፍካ ጥራይ እንገብሮ ኣይኮነን ስለ ዝኾነ ድማ ክንሕለል የብልና ያእቆብ ብዓብዪ ቅልውላው ሓሊፉ። ኣብ ሓዉ ፍርሃት ነይርዎ፣ ኣብ ኤሳው ሓዉ። ኣብ ሓለዋ ኣምላኽ ርግጽነት ክህልዎ ኣድለዮ። ጸለየ፣ ይኹን እምበር ሓደ ሰብ ተቓለሶ። መልኣኽ ማለት እዩ። ዋላው እዚ ኣብ ኦሪት ዘፍጥረት ምዕራፍ ሰላሳን ክልተን ዕስራን ኣርባዕተን ንረኽቦ። ዋላኳ በቲ መልኣኽ እንተ ተጎድኤ፣ ነቲ ቃልሲ ግን ኣይሓደጎን። ኣብ ዘፍጥረት ሰላሳን ክልተን ዕስራን ሓሙሽተን ሓይሉ ምስ ተጸንቀቐ እውን እንተኾነ ኣየቋረጸን። ከምቲ ያእቆብ ኣብ ቃንዛኡን ዓቕሊ ጽበቱን ናብቲ መልኣኽ ዝጠበቐ፣ ንሕና እውን መዓልታዊ ናብ ኣምላኽ ክንለግብ የድልየና። ንሱ ኸኣ ከይባረኽካንስ ኣይሓድገካን እየ በለ። ከምኡ ንሕና ድማ ክንብል ኣለና። ዘይተሓላልነት ምስ እግዚኣብሔር ዘይሕለል እምነት፣ ናይ ጸሎት ህይወት፣ ቃሉ ናይ ምንባብ፣ ምስኡ ምሕባር ክህልወና ኣለዎ። ንእግዚኣብሔር ከይባረኽካኒሲ ኣይሓድገካን እየ ኢልና ምስኡ ዝጠበቐ ዝለገበ ህይወት ክህልወና ከም ዘለዎ ካብ ኣብነት ናይ ያእቆብ ንመሃር ማለት እዩ። እኩያት መላእኽቲን ንነፍሳት መንዚዖም ክወስዱ ክጋደሉ ከለዉ መላእኽቲ ኣምላኽ ድማ ክጸራርዎም ከለዉ ረኤኹ ትብል ኤለን ዋይት። ይኹን እምበር፣ ኣንጻር ፍቓድ እቶም ሰባት ንኣእምሮ ምቍጽጻር ዕዮ ናይቶም ሰናያት መላእኽቲ ኣይኰነን። ነቲ ጸላኢ ኢዶም እንተ ደኣ ሂቦምን ንኽጻረርዎ ዝዀነ ጻዕሪ እንተ ዘይገበሩን፣ እቶም መላእኽቲ ኣምላኽ ብዙሕ ክገብሩ ኣይክእሉን ኢዮም። ነቶም ንገዛእ ርእሶም ንምድሓን ዝዀነ ጻዕሪ ዘይገብሩ ንኸገላግልዎም ኢሉ የሱስ ንቕዱሳት መላእኽቱ ኣይልእኾምን ኢዩ ትብል። ስለዚ፣ ከም እንደገና እንታይ ኢና ንምለስ ዘለና ናይ መለኮትን ናይ ሰብን ምትሕብባር እዩ ብዛዕባ መንፈስ ቅዱስ ኣቐዲምና ተዛሪብና ኢና መንፈስ ቅዱስ ካብ ሓጢኣትና ይረትዓና ጌጋ ከም ዝገበርና ማለት እዩ ሓጢኣት ከም ዝገበርና ካልእ መንፈስ ቅዱስ ብዛዕባ ባህርያት ኣምላኽ ይገልጸልና ንክንኣምን ሓጢኣትና ይገልጽ ይረትዓና ንክንሳሕ ድሓር መንፈስ ቅዱስ ድማ ብዛዕባ እቲ ሓቀኛ ትምህርቲ ይንምህረና መምህር መንፈስ ቅዱስ ስለ ዝኾነ ድሓር ድማ መታን ንክንቅበሎ ስለዚ እዚ ኩሉ ድሕሪ ምስ ኮነ ንሕና ድማ እቲ ክንገብሮ ዘለና እንተ ዘይጌርና ብሓላፍነት ንሕተት ማለት እዩ እሞ ስለዚ በዚ ኣጋጣሚ እዚ ኩልና ማለት እዩ መጀመርያ ተበግሶ ትሕ ዘይብልካ እግዚኣብሔር ኣይገድድን እዩ ሓደ መሰረታዊ ነገር ሰይጣን እዩ ዘገድድ ብሓይሊ ማዕፆ ሰቢሩ ዝኣቱ እምበር ኢየሱስ ኣብ ኳሕኳሕ ኣቢሉ እዩ ፍቓድ ዝሓትት ማለት ንክኣቱ ስለዚ ሓደ ካብቲ መፈል እንታይ ኣምላኽ ኣየገድድን እዩ ኣምላኽ ምርጫ ይህብ እዩ ስለዚ ነፍሲ ወከፍና ነዚ ኣብ ግምት ኣእቲና ተገዳስነት ናይ ባዕልና ተበግሶ ክህልወና ድማ ሓደ ካብቲ መደብ ምድሓን እዩ ማለት እዩ። ኣገዳሲ መደብ ኣካል ናይቲ መደብ ምድሓን እዩ። እሞ ሕጂ እግዚኣብሔር ይመስገን ስለ ዝነበረና ግዜ ኣብ ዝቕፅል መደብ ሻውዓይ መደብ ክሳብ ንራኸብ መፅእ ሰሙን ኣምላኽ ይባረኹም። ከምቲ ዝገበርናዮ ድማ ሕጂ ብፀሎት ክንዓፅዎ ኢና እሞ ንፀሊ እምበኣር ቅዱስ ቅዱስ ቅዱስ እግዚኣብሔር ኣምላኽ ተመስገን ሰመስግነካ ኣለና ኣምላኽ ኣብርሃምን ይስሃቅን ያእቆብን ተመስገን ጎይታ እነሆ ክንጋደል ክንቃለስ እዚ ድማ ብሓይልና ኣይኮነን ብክእለትና ኣይኮነን ብሓይልካ እዩ እሞ መንፈስካ ክገልጸልና ከሎ ክንቅበሎ መንፈስካ ወኣምላኽ ክምህረና ከሎ ክንቅበሎ መንፈስካ ብሓጢኣትና ክረትዓና ከሎ ክንሳሕ ክንናዘዝ ናባካ ክንመጽእ ደግፈና ስለዝነበረና ግዜ ተመስገን ንኩሎም ነዚ መደብ ዝሰምዑ ባርኩም ምስትውዓል ሃቦም ናይ ዘልኣለም ሂወት ክረክቡ ብ ኣምላክ ኣብ ቤትካ ንዘልኣለም ክነብሩ ቅብኣዮም ምስኦም ኩን ተመስገን ነዚ ጸሎት እዚ ንክንጽሊ ስለዘክኣልካና ንጸሎትና ስለዝሰማዕካዮ ተመስገን ንስም ዝተፍቀ ወድካ የሱስ ንጽሊ ኣሜን። ሕራይ እምበር ክቡራት ሰማዕቲ ኣብ ዝመጽእ ሰሙን ክሳብ እንራኸብ ብትመሳሳሊ መደብ ሰላም ኣምላኽ ምስ ኩሉኹም ይኹን።